ንዓይ ደኣ መፀዋዕታ መባልዕተይ እንዲ ናይ ቤት ፍርዲ ስሪኻሲ ብኽሳትካ ውፃእ እያ ዶ ክብሉኒ እዮም ኣነ ድማኒ እንድሕር ኣብ ህልኽ በፂሐ ኣነ ልባብ እጎድል ኣብ ወርሒ ወርሒ ሓምሳ እየ ዓቕመይ ሓምሳ ሳንቲም በቢ ሓምሳ ዕዳይ ዝኸፍል እብሎም ደሓን ንስኻ ከምኡ በል ኣነ ከዓ መን ምዃነይ ክርእየካ ዕጡቕ ሰበይቲ ይኮንኩ ኣተዋላ ታንኪ ተዓጠቒ ደሓን ደሓን ኣብዚ ኢና ተባፂሕና ክንረኣያ ኢና በል ደሓን እህ።
እንተ ኣመተ እንታይ ደኣ ንልባብ ወረቕት ናይ ዕድመ ዲኺ ክትብዮ ፅንሕኪ ኣንታ እንታይ መርዖ ክንቆፅር ኢልካና እንታይ ደኣ እዞም ጎረቤትኩም ኣቶ ልባብ ተለቂሖም ዝሰተይዎ ኣርባዕተ ሚእትን ዒስራን ሰለስተን ዋንጫ እንታይ ትብሊ ሚእትን ሓሙሽተን ጠለብ ብቁልቲ ዕድኦም ምኽፋል ኣብዮምኒ መፀዋዕታ ሒዘሎም መፅየ ኣለኹ እንተሕሽዎም ጽባሕ ንግሆ ኣብዛ ኮማዊት ቤት ፍርዲ ብሓደ እግሮም ጠልጠል ከብሎም እየ። ኣንተ ኣመተ ዋዕ ዋይ ስምዑ ክትስዕሚ ዘለኺ ሚእትን ሓሙሽተን ጠለብ ብቁልቲ ኣርባዕተ ሚእትን ዕስራን ሰለስተን ዋንጫ ስዋ ለልካ ዘረባ እሞ ቦጥ ምልእቲ ይሰትዩ ነዚ ደኣ እሞ ኣብ ክንዲ ልባ ዱሎሲ ቦጥ ዶ ይብሎ ቦጥ ምባል ቐሎም መዓስ ንሱ ጥራይ ዕድኦም ምኽፋል ኣብዮም ከይኣኽሎም ኣብቲ ጎረቤተይ እንዳ ብራሃ ስትያ ምስዮም ተመሊሶም ኣብቲ ገረወይና ይሰ- ይሸንዎ እዚኦም ዘይሓፍሩ ኣንተ ከመይ ዝበልዎም ነውራም እዮም መሲሉ እኮ ኣንቲ እዚ ከመይ ትበሎ ጉደኛ ድዩ መሲልክ እዚ እዚ ከምዚ ጉደኛ ሰብ እኮ የለን ታሕፍረት እኮ እ፣ በሊዕዋ እዩ በሊዕዋ ንስኺ ደኣ። ተገለጥክ ንበር ካልኣይ ነገር ሕሰብ እንዲዋ ኣንቲ ኣመታ እዚ ኩሉ እዋ ቦጥ ምሉእ ሰቲታ ናትክን ናይ ብራሃን ገሬ ናበይ ክኣክሎ ሓደ ዓቢ ፊስቶ ክትቅርባሉ ኢክን ነርክን ኣብኡ ከሕርቆት ሽንቱ። ደሓን ደሓን ደሓን ጽባሕ ንግሆ ጥራይ ተራኽበና ኣብኣ ኣብኣ ተራኽበና ጥራይ። ኣየ ጽባሕ ንግሆ ዘሎ ታዕታዕ ኣየ ጽባሕ ንግሆ ዘሎ ገልጠምጠም ኣየ ዋሕስ ወዲ ዋሕስ ክትሓስብ ከይደቀስካ ምሕዳር ኣሎ ኣካፋፋሊ ገበረለይ።

ብክልተ ኣእጋሮም ጠጠ የበሉ ብዓል መይዲ ኣመተ ብሓንቲ እግሮም ጠልጠል ከብሉ ኣመ መን ብሓደ እግሩ ጠልጠል ዝብል መን ብሓደ እግሩ ጠልጠል ዝብል መን እዩ ብሓደ እግሩ ጠልጠል ዝብል ይብለካ ኣለኹ ኣንታ እቶናይ ኣነ ልባብ ኣነ ብሓደ እግረይ ኣይኮነን በፃብዕተይ ጠልጠል ኣይብልን ክንረኣ ኢና ምሳኻ
ኣብታ ኮማዊ ጥራይ ራኸበና ኣብታ ኮማዊ ጥራይ ኣብኣ ዝዓያ ትድለ ዘረባ ኣብ ቅድሚ ድያኑ ፀሚቕካ ጠጠው ኢልካ ኣብ ቅድሚ ድያኑ ኣሎ ዘረባ ኣብ ቅድሚ ድያኑ ጠጠው ኢልካ ምዝራብ እያ ኣብ ገዛ ተዓፂኻ ኣይኮነን ዘረባ
ሓላይ ባር መጋቢያ መሊእ ነመስለኒ ቀዳመይቲ ፋይል፣ ከሳሲት ወይዘሮ ኣመተ መርሃጼን ተኸሳሲ ኣቶ ልባብ ዘርኣይ ኣለኹም? ኣቶ ልባብ፣ ክስኹም ከስምዐኩም እየ። ከሳሲት ወይዘሮ ኣመተ መርሃጼን ተኸሳሲ ኣቶ ልባብ ዘርኣይ ዝተኸሰስሉ ምኽንያት ኣብ ዝሓለፈ ሰለስተ ኣዋርሕ ኣርባዕተ ሚእትን ዕስራን ሰለስተን ዋንጫ ሚእትን ሰለስተን ጠለብ ባልዶንጋ ብቁርቲ ማለት እዩ ካብ ወይዘሮ ኣመተ እናተመላለሱ ክሰትዩን ክበልዑን ቀንዮም ከብቅዑ ኣክንዲ ዕድኦም ዝኸፍሉ እምነት ብምጉዳል ተኸሲሶም ኣለዉ። እዚ እውን ንመሰጋገሪ ገበናዊ ሕጊ ሽዱሽተ ሚእትን ዕስራን ሰለስተን ዝጥሕስ ኮይኑ ረኺብናዮ ኣለና። ስለዚ እዚ ጉዳይ እዚ ተኣምኑ ዲኹም? እዋእ ኣነ ብወገን እምነት ኣይጉደልኩን ልክዕ ሰትየ። እቲ ብቁልታዓ በሊዐ ኣሉ ዶ ኢለ እምነት ዘጉድል። ሕጂ ኣብኡ ኣይኮናን በጺሕና ድሕሪ እዚ ዝኣክል ዕዳ ተዓዲኹም ዕዳኹም ክትከፍሉ ከኣ ባህርያዊ እዩ ስለዚ ጠፊኢኹሞም ስለ ዝኾንኩም ከ እየን ኣብዚ ከይሲ ሰናኹም ዘለዋ ስለዚ እዚ እቲ ጉዳይ ከየድና ዋሕና ብዘመድ ሽማግለ ዝፍትሓሉ መንገዲ ክንደሊ ኢና ወይዘሮ ኣመተ ሓደ ሽማግለ እሞ ርቑሓ ሽም ምሃባኒ ብዘመድ ሽማግለ ከም ዝፍታሕ ንገብር ኢና ምን ሽማግለ ኣነስ ኣቶ በይን ኣለዉኒ። በይን ኣረ ኣቶ በይን እስከ ትስኡ ምስ ናትኩም ከ ኣነ ኣለኒ ግን ኣይመፀን ኣስፋሃ ኣስፋሃ በርሀ ሕጂ እንታይ መስልኩም እዚ ናቱ መስርሕ ኣለዎ እንድዩ በዚ ሕጋዊ መንገዲ ምርኣናዮ ነርና ግን ኩሉ ግዜ ጉዳይ ኣብ ደገ ክድቅስ ኣለዎ ብዝብል ናይቲ ቤት ፍርዲ መስርሕ ስለዚ ክልቴኹም እቶም ሽማግለታት ተራኸቡ እቶም ሽማግለታት ተራኺብኩም ሽዑ ኣብ ሓደ ውሳነ ክንበጽሕ ማለት ኢና። ስለዚ ሓደ ጭቡጥ ነገር ሒዝኩም ናይ ምንታን ክትመጹ ንሸሞንተ ጥቅምቲ ክልተ ሽሕን ዓሰርተ ሓሙሽተን ካብ ሰዓት ሸሞንተ ኣብዚኣ ሓደ ተዓዩ ዝዕረቕሉ መንገዲ ክትደልዩ እያ ተበይን ብቶም ዝመልኩም ከዓ ኣሎ ናቶ ኣስፋ በርሀ ዝበሃል ኣሎ ፈልጦ ትኾኑ ኢኹም ዓርኩ ይመስለኒ እሺ ሐረ ሐረ ሕጂ ከዓ ክቡር ዳኛ ዘይበኣሱ መላእኽቲ ዘይተዓረቑ ኸኣ ሸይጣውንቲ እንድዩ። እቲ ባእሲ ኣሎ፣ ምትዕራቕ ከኣ ኣሎ፣ ሰናይ ባህልና እዩ። ግን እዚ ናይ ልባብ ጉዳይ ኣርባዕተ ሚእትን ዕስራን ሰለስተን ዋንጫ ስዋ፣ ሚእትን ሰለስተን ጠለብ ብቁልቲ እዩ ዝበሃል ዘሎ። እዚ ሕጂ ከቢድ ናይ ምትላል ገበን እዩ። ከቢድ እዩ። ከመይ እንተ ደኣ ኢልኩምኒ፣ ኣብ ሕጊ ክትንተን ከሎ፣ ኣርባዕተ ሚእትን ዕስራን ሰለስተን ዋንጫ ስዋ ማለት ክንደይ ፊስቶ ማይ ወዲኡ? ክንደይ ጀሪካንከ ማይ ወዲኡ? ክንደይ ዳጉሻ ወዲኡ? እቲ ዳጉሻ ተላዕጢጡ ክስንከት ክንደይ ጉልበት ሰባት እዩ ብዕንጨት ተመጺና ክንደይ ኩንታል ዕንጨቲ ወዲኡ ንባዕሉ ንባዕሉ እቲ ስገም ተገዚኡ መጺኡ ተሰጢሑ ቀንዩ ክንደይ ሓለዋ ኣብ ክንደይ ሓለዋ እዩ ድስጣሕቲ ስገም እወ ትብቕሉ እዩ ሕጂ ትብቕሉ እዩ በቑሉ ስዋ ንክቕየር ክንደይ ግዜ ወስዶ ንባዕሉ ንብቐንዱ እቲ ስገምከ ስገም ብቐንዱኸ ተጣሒኑ እንተትነብር ክንደይ ቅጫ ጉጎ መሰንከተ ክንደይ ቆልዑት ከ መዐንገለ ጥሕኒ ነይሩ ተትኸውን ከ እ ክንደይ ሰብ መዓንጡ ምተርከ ሰምዑ ሰሰትዩ እዚ ናይ ትስዋ እዩ ናይ ትብቑሊ እንድሕር መፂና ከዓ ትብቑሊ ካብ ባሎንጓ ናብ ብቑሊ ንክቕየር ክንደይ ግዜ ወሲዱ ክንደይ ማይ ህሊኹም ኣንታ ተማራማሪ እኳ ዝርኢ ንፍዕ ተማራማሪ ሓሳብ ሓሳብ ሓሳብ ደጋቢ
ሓብትና ዓመተ ካብ መደበር ከይዳ ገዚኣ በርበረ ካብኡ ዓምፅያ ናብ ገዝኣ ኣርያ ሓፂባ ኣጥሒና ንገዛ ኣምፅያ መሊሻ ኣብ ገዛኻ ዳሕራይ ንዑን ኣዋዘ ንክትቅይር ክንደይ ግዜ ወሲድላ ክንደይ ግዜ መንሞ ከቢድ እዩ እዚ ብቐሊል ዝርእ ኣይኮነን ሕጂ ንሕና ብድፍን ድበለ ኣርባዕተ ሚትን ዕስራን ሰለስተ ዋንጫ ሚትን ሰለስተን ብቁልትን ተበልና ኣኸብሉና ዝሓውና ከዓ ትሰምዑ ኣለኹም ኣብዚ ኩሉ ሽግር ካብ ምእታው እንታይ ምስ ገደሾም ሰለስተ ምልሌ ክንጣጥዕ ግዚኡ ወቂጡ ታእሽሙ ገይሩ በጽቢጹ እንተ ዝሰቲ በቲ በቲ መዓንጥሩ እንተርከሰ በቲ በቲ ከዓ ካብ ዕዳ ነፃ ኮይኑ ደረቱ ነፊሑ ምኸደ እዚኣ ድዩ ሕጂ ክቡር ዳኛ እዚ ንሕና ብዘመ ሽማግለ ንፈትሖ ጉዳይ ኣይኮነን ንሱ ኣብ ቀይዲ ጸኒሑ ጉዳይ እንተተኸታተለ እዩ ንኹላትና ሰናይ እዩ መጀመርታ መጀመርታ እዚ ሰብ እዚ ንዓይ ፀላኢ በዓል ደመ እዩ ኣብ ጉዳይ ክኣቱ ኣይደልን እየ ካልኣይ ከኣ ዳጉሻ ብለው ዳጉሻ ናይ ብሓቂ ጽሩይ ዳጉሻ ተኮይኑ ብ ዲንደ ንመርመረለይ ብዲንደ ንመርመረለይ። ኣሃ ዲኤንኤን ማለትኩም እዩ። ዲንደን በኣ ትመርመረለይ ናይ ብሓቂ ዳጉሻ ተኮይኑ። ወላ ሓንቲ ጸገም የለን ካብቲ ግለ ተወሲዱሲ ናብ ላባራቶሪ ከይዱስ ብዲኤንኤን ይማርመረለይ እዮም ዝብልኩም። ንሳ እያ ትብል ዘሎ። ሕጂ ንሓንቲ ኣንገብር ዘለና ብዘመድ ሽማግለ ሕጂ ነገር ኣይኮናን ንዝርዝር ዘለና። ከምዚ ኣቶ በይን ዝበልዎ ብዙሕ መስርሕ እንድዩ ሓሊፉ ኣብኡ ኣይኮናን ንዛረብ ዘለና ስለዚ እቲ ትብልዎ ዘለኹም ካልኣዊ ስለ ዝኾነ ሕጂ ግን ዘመድ ሽማግለ ኣቶ ስፍሃበርሀ ትነግርዎም ምስ ኣቶ በይን ይራኸቡ ክልቲኦም ተራኺቦም ሓደ ጭቡጥ ዝኾነ ካልኣይ ነገር ድማ በርበረ እብል ኣሎ ይበርብሮ በርበረ ግን ንሱ ሚጥሚጣ እዩ ኣነ እውን ሳልሳይ ናይ ኣሰሞኮ ነገር በቲ ትህበና ዝነበረት ዳጉሻ ዘይኮነ ጌሰ ዘይኮነ እናህለካ ማዓት ክስታ እዩ እዚ ሱር ወዲ ሱር እዩ ብሰራዊት ኣታበለ ኣመጸኹ እስኻስ ከምኡ ክትብል በጀካ ዘን ስዋን እዘን ብቁልቲ እንታይ ዶ ነይርና ካኣ ቀለብ ሓደ ሓደ ግዜ ካኣ ባኒ ሒዝካ ተመጺኻ ተደንግጸኒ እሞ ካብታ ዋዘድኺ ኣቢለ እንድየ ድህበካ ነይረ እንታይ እዮም ዝብልዎ እዞም ናኣሽቱ በር እወ ኣዋዘ በርገር ኣዋዘ በርገር እዮም ዝብልዎ ክዛረብ ጉዳ ምን ድዩ ከምዚ ሃምበርገር ማለት ከዩ ከምዚ ሃምበርገር ኣዋዘ በርገር ስለዚ ክልቴኹም እቶም ሽማግሌታት ተራኸቡ እቶም ሽማግሌታት ተራኺብኩም ሽዑ ኣብ ሓደ ውሳነ ክንበፅሕ ማለት ኢና ስለዚ ሓደ ጭቡጥ ነገር ሒዝኩም ናይ ምንታን ክትመፁ ንሸሞንተ ጥቅምቲ 215 ካብ ሰዓት ሸሞንተ ኣብዚኣ ሓደ እታ ዝዕረቕሉ መንገዲ ክትደልዩ'ያ ትበይን ብቶም ዝመርሑም ከኣ ኣሎ ናቶም ኣስፋበርሀ ዝበሃል ኣሎ ትፈልጥዎ ትኾኑ ኢኹም ዓርኩ ይመስለኒ።
ኳዕ መሳሕፍተይ በላዕቲ ጥዑም ፈደይቲ ሒስሞም ሪኢኻም ዘለኺ ኣብቲ ቅድሚ ዳኛስ።

ጠልጠል ምባል እያ። እታ ዓራት እታ ፍርናሽ እታ ንድለዋ ወላ እተን ድኳ ብቃጭል ከም ዝሽየጣ ግበርየን ኣመታ ሓብቲ ኣነ ደሓን እዚኣ ጥራሕ እየ ዝመኽረኪ ኣነ እዚኣ ጥራሕ ምክንያቱ በዓል ልባም ኣነ ፈልጦም እየ ተረዲእክሎ ዕዱ ዝኸፈለ ገጹ ብሩህ እብሉ ተረዲእክሎ በዓል ልባም ግን ዕዶም ከይከፈሉ ከ እዩም ገጾም ብሩህ ምክንያቱ እንተዝኣልክኒ ክንደይ ኣቐርቦ ቶም ቴንዳ ኣይርድኦውን ሕጂ ነዚ ብከምዚ ጌርኪ ከተርድዮ ደሓን ደሓን ናይ ዝስናባይ ጉደፎ እንታይ ኣለኒ ካብ ምስኡ ጠጠው ዘብል ጠበቕ ኣውፅኦ ጠልጠል ከብሎ እየ ወረግ ዘረብዎ ከዓ ገድል ዋላ ታንካ ዓጥዮ ክምፅእ ከዓ ኣብለኒ ነዚ ዳ እንታይ ታንካ ክዓጥቀሉ ኣይ በትሪ እንዳ ተኣኽሎ ነዚስ ጉደፎ መተሓሕዝቲ ጥራይ ይግበረና ዘረባ ደኣ ዋና እንዲ ዋና ዋና ኳ እዩ ገዓሲ ኣለኹ ኢላ ትትንፍስ ይብሎ ደሓን ደሓን እዚ ስናባይ ጥራይ ጉደፎ

መፍትሕኪ ናጻ ሸቃ ዕስራን ኣርባዕተን ሰዓት ክቡድ ዝኾነ ሸቃቅራ ይበልክ ኣለዋ እወ ግምጂ ጽባሕ በቃ ጽባሕ ጽባሕ ሰዓት ሸሞንተ ኢንኬስታ ኣብታ ገዛ ክመጸኬ ካብኣ ተታሒዝና ከዋዕዕለኬ ትዋና ገዛ ብሩኽ እዩ ትኺልኪ ናብዛ ገዛኺ መቕሰኒኺ ዝኾነ ገዛ ረኺበልክ ኣለኹ ግምጃወ ጎደና ዓድሮሶ ሓዝያ ሓዝያ ጎደና ዓዲ ሮሶ
ሚእትን ሸውዓተን ሚእትን ሸውዓተን ቁፅሪ ገዛ ሚእትን ሸውዓተን ዋና ገዛ ኣቶ ሃብቱ ሓዝያ እወ እወ ሕረ ሕራይ ሕራይ ግምጁ ብርኹ መዓልቲ ይግበሮ
ሃሎ ሃሎ ሃሎ ሃሎ ኣ ቪላ ዲኻ እዎ ቪላ ቪላ ኣነ ልባብ እየ መን ኢኻ ትብሎ ገዛ ይደሊ ኣሎ ምስ በለኒ እንዲ ከመይ ዝኣምሰለ ገዛ ቤተ መንግስቲ ዝኾነ ገዛ ረኺበልካ ኣለኹ ኦ ብጣዕሚ ጽቡቅ ጌርካ ተጨኒቐ እንድየ ቀንየ። ኣብ ጎደና ዓዲሮሶ ቁፅሪ ገዛ ሚእትን ሸውዓተን ማዲሽቶ ቤተ መንግስቲ ዝመስል ገዛ። ሕጂ ሊቺ ማይን ብላዕሊ ድዩ? ዋእ ሊቺ ብላዕሊ ማይ ከኣ ብታሕቲ እዩ ዝመጻካ። ኖእ
ኣቃውማ ኣይበልኩኻን ኣከፋፍላ። ኣከፋፍላ ናይ ማይን ሊቺን ደኣኒ ማይ ካብ ማይ ነፍሒ ኣከፋፈል ሊቺ ከኣ ካብ ሕርጊጎ ኣከፋፈል።
ኣይተረዳእኻንን ልባም ኣከፋፍላ እቲ ገንዘብ ናይ ልቺን ማይን ሲ ከመይ ይብለካ ኣሎ። ኣህ ንሱ ደሓን ምስቲ ዋና ገዛ ከነረዳድኣኩም ኢና። ጽባሕ ሐራይ ጽባሕ ሰዓት ክንደይ? ጽባሕ ሰዓት ሽዱሽተ ልክዕ ቴስታታ።

ቆልዑ ኣለውካ ድዩ እወ ሓሙሽተ ቆልዑት ኣለዉ እቶም ክልተ ምስ ዓባዮም ምስ ሓማተ እዮም ዝቕመጡ ማለት እዩ እቶም ሰለስተ ከዓ ተምሃሮ እንድዮም ካብ ገዝኦም ንትምህርቶም ካብ ትምህርቶም ንገዝኦም እዮም ስነ ስርዓት ኣለዎም ከምዞም ዝፅይቑ ጠንቀምቀም ገለ ዝብሉ ቆልዑት ኣይኮኑ ካብኡ ከኣ ባዕልና ከኣ ክንጥንቀቐሎም እንዲና። ዳሓር ጸገም የለን እዚ ጸገም ንሕና እዚ ገዛና እውን እንዳ ቆልዑ እዩ ቆልዑስ ኣለውና ቆልዑስ ኣይንጸልእን ኢና ኣነ እንተ ጽላኒ እንታይ እያ ማለት ዓይኒ ምድሪ ሕጅስ ገዛኹም ማለት እዩ ብፅሬት ተሓዝኩሞ ንዓኹም እዩ ፅቡቕ ኣለካ ሃብቱ ክንደይ ቆልዑ ኣለዉ ዓካት እትብሉ ኩዕሶ እትብሉ ዓይኒ ምድሪ ተባላሽ ኣነ

ንዓይ ቅድሚ ሰብ መጺኻ ኣብታ ባር ሽሻይ ኣበይ ኣለዉ ንፉዕ ደላላ ኢልካ ሓቲትካ ኣቶ በይን ኣሎ ኢሎምኻ ንዓይ መጺኻ ቅድሚ ክልተ ሰሙን ነጊርካኒ ንዓኣ ኣምጽኤ ከኣ ኣርያ ቅድሚ ሰሙን ዝገዛ ሕጂ እንታይ እዩ ግብርኻ ትገብር ዘለኻ ሃብቱ ኣቶ ሃፍቱ ቅድሚ ሰሙን እኮ መጺና ኔርና ርእየዮ ከይደ

ሕማቕ ንዓንታ ንዓንታ ኣንታ ኣንታ ምቀኛ ሳያካርየኩም እኔ ሳያካርየኩም ዝኹኑ ውጭ በይ ውጭ በይ እዋ ከያትኹም ከም ዝገበርኩም ኣትኹም እንታይ ትገብሩ ውጭ በይ ይብለኩም ኣለኹ ዝባን ሕግሩ ውጭ በይ ንሱ ጌጋ የብሉን ኣነ እየ ተጋጌ ስራሕ ድላላ ምስጢር እንድዩ ኩላ ምስጢር እያ ኣብ ከብደይ ገይረ ከይደ ነይረ ትትኾን